እዚ ትግራይ ስትሪም ሚዲያ እዩ። ዜናታት እዚ ሰዓት እንሆ ብፈለማ ኣርእስተ ዜና ጀነራል ታደሰ ወረደ ምስ ሰራዊት ዘትዩ ተባሂሉ ኣብታ ኣኼባ ቅድሚ ናብ ኣዳራሽ ምእታዎም ንተጋደልቲ ቅድመ ኩነት ከም ዝተቐመጠለውን ተሓቢሩሎ እቲ ቅድመ ኩነት ሒዝናዮ ኣለና ሕውየት ህወሓት ዝረጋገፅ ኣብ መቐለ እዩ ተባሂሉ እቲ ኩነታት እንትፍጠር ቀዳማይ ሓናቂ ህወሓት ሻዕቢያ ምዃኑ ዘረድእሉ መርትዖ እውን ቀሪቡ ኣሎ ክነቕርበልኩም ኢና ኣብይ ኣሕመድ መሬትን ትካላትን ትግራይ ኣብ ምሻጥ ተፀሚዱ ከም ዘሎ ተገሊፁ ኤርትራውያን ስደተኛታት መርኣያ ዝኸውን ብሉፅ ሰብኣዊ ስራሕ ሰሪሖም ደሞዝ ኩሎም ሚኒስትራትን ላዕለዎት ሰበ ስልጣን መንግስትን ክንከ ተወሲኑ ኣሎ ዝርዝር ክህልወና እዩ ንሎሚ ናይዞምን ካልኦትን ዜናታት ሒዝና ቀሪብና ኣለና ሳብስክራይብ ብምግባር ቤተሰብ ክትኮኑ ብክብርን ትሕትናን ሓቲትና ናብቲ ፈላማይ ዜና ክንሰግር
ተጋሩ ዓብይ ጉድለት ኣበይ እኒሀና መስለኩም? ኣይንደማመፅን፣ ስለዘይንደማመፅ ኣይንረዳዳእን፣ ስለዘይንረዳዳእ ኣይንተሓጋገዝን።
ጀነራል ታደሰ ወረደ ምስ ሰራዊት ዘትዩ ተባሂሉ ብመሰረት ሕቶ ተጋደልቲ ኣርመ ቴስዓን ክልተን ንትማሊ ዕለተ ረቡዕ ወዲ ወረደ ሒዘልኩም ክመጽእ ኢሉ ጀነራል ማሾ በየነ ቃል ብዝኣተዎ መሰረት ሎሚ ሓሙስ ኣብ ከተማ ኣጉላዕ ካብ ሓይሊ ኣዘዝቲ ንላዕሊ ተኣኪቦም ወዲ ወረደ ከዛትዮም ከም ዝወዓለ ሓበሬታ ረኺብና። ኩሎም እቶም ናብቲ ኣዳራሽ ዝኣተዉ ሞባይሎምን ዕጥቆምን ተመንጢሎም ከም ዝኣተዉን ማንም ሰብ ኣብቲ ከባቢ ዘወር ከይብል ተገይሩ ክዝትዩ ከም ዝተገበረ እውን ተፈሊጡ። ትግራይ ክትሓዊ ናይ ኩሉ ዓቕሚ የድልያ እዩ ሓደ ተሃዳኒ እቲ ካሊእ ሃዳኒ ዝኾነሉ ግዜ ኣብቂዑ ክብል ላዕለዋይ ኣመራርሓ ሳልሳይ ወያነ ትግራይ ኣይተ ንጉስ ኣረፈ ተዛሪቡ። መድሕን መራሕቲ ትግራይ መቐለ እምበር ኣስመራ ወይ ኣራት ኪሎ ኣይኮነን ምባል፣ ነዚ ድማ ኩሉ ትግራዋይ ናብ ናይ ሓባር መኣዲ ዘተ ዝቐርበሉ ባይታ ክሰናደኣሉ ጸዊዑ።
ስለዚ ሻዕብያ ኣይኣምንዎይ ኣይኣምኖም እዩ። ኣብ ዛላምበሳ ተኩሶም ተጀመረላ መዓልቲ ናብ መጀመርያ ንኦም እዩ ዝበልዖም ላብኣ ተኸይዶም ናብ መጀመርያ ቀድም ብልፅግና ሻዕብያ ዝበልዖም እዞም ሰባት እዚኦም ናይ መጀመርያ ዝበልዖም ማለት እዩ ካልኣይ ክድሕኑ ዝኽእሉ ላማ እንዲ ከድሕኖም ዝብል ሕቶ ማለት እዩ ኣስመራ ይድሕኑ ኣዲስ ኣበባ ይድሕኑ ይድሕኑ መቐለ ምስ መን ኮይኖም ምስ ወዲ ብሄሮም ኮይኖም ኣኪቦም ናይ ትግራይ ንኩሉ ሓሳብ ዝእክብ ንኩልና ቅቡል ንብሎ መንግስቲ ብምምስራት ዓቕሚ ትግራይ ብምእካብ ዓፋር ይሃሊ ጸለምት ይሃሊ ፊናሮ ይሃሊ ኣምጺኻ ኣብ መቐለ ከፍ ኢልኻ ለጥፍኻዩ ኣጥፊኤ ኢልኻ ተጋጊኻ ኣብ ጠረጴዛ ምስ ተወጊእኻ ልድሕኑ ሰባት እዚኦም ቀዳማይ ሚኒስትር ኣብይ ኣሕመድ መሬትን ትካላትን ትግራይ ኣብ ምሻት ተጸሚዱ ኣሎ ዝብል ክሲ ቀሪብዎ ቅድሚ ሰለስተ ኣዋርሕ ኣብ ዞባ ምዕራብ ትግራይ ዝርከብ ቅድም ክብሉ ናይ ሰለስተ መከላከያ ሰራዊት ካምፕታት ንትሽዓተ ሰብ ሃፍቲ ሸይጡሎም ኢሉ ዘዘኻኽር ብልፍዓት ተስፋ ዝፍለጥ ጸሓፊ ብርሃነ ገብረገርግስ ኣብ ከተማ መቐለ ቀበሌ ዓሰርተ ሸውዓተ ጥቓ ኣክሱም ሆቴል ዝርከብ ናይ መከላከያ መዘናግዒ ዘመናዊ ህንፃ ምስ ሰፊሕ ነፃ መሬቱ ንኣባዲ ኣፍሮ ብዕሊ ሸይጥዎ ኣሎ ተባሂሉ ሕዚ ድማ ኣብ ከተማ ሽረ እንዳስላሴ ዝርከብ ነጋሽ ሎጅ ዝተባሃለ ናይ መከላከያ ሆቴል ንምሻጠ ጫፍ በፂሑ ኣሎ ድማ ይብል ኣብዚ ሕዚ እዋን ትግራይ ምስ ኢትዮጵያ ዘለዋ ርክብ ብመሰረት ውዕሊ ፕሪቶሪያ ጥራሕ ኣብ ዝኾነሉ እዋን ብልፅግና ንመሬትን ሃፍትን እናሸጠ ግዝያዊ ምምሕዳር ትግራይ ብስቕታ ዝርእየሉ ምኽንያት ግልፂ ኣይኮነን ዝብል ልፍዓተይ እቶም ዝተሸጡ ቅድም ክብል ናይ መከላከያ ሰራዊት ዝነበሩ ንብረታት ኣብዚ ሕዚ እዋን ንብረት ሰራዊት ትግራይ እዮም ክብል ሞጒቱ። ፋና መናእሰይ ሓላፍነቱ ዝተወሰነ መሰረታዊ ልቓሕን ዕቋርን ሕብረት ስራሕ ማሕበር ኣባል ዓለም ለኸ ጥምረት ሕብረት ስራሕ ማሕበራት ማለት እውን ኢንተርናሽናል ኮኦፔሬቲቭ ኣሊያንስ ኮይኑ ኣይሲኤ ሎሚ ጥቅምቲ 13 2018 ዓ ም ኣብ ዕላዊ ገጹ ከም ዘፍለጦም ፋና መበል 325 ኣባል ናይቲ ዓለም ለኻዊ ትካል ኮይኑ ክብል ገሊጽዎ። ICA ኣብ ሚእትን ሽዱሽተን ሃገራት ዝርከባ ኣብ ዕቋርን ልቓሕን ዝነጥፋ ትካላት ማይክሮ ፋይናንስ ብኣባልነት ዝሓቖፈ ዓለም ለኻዊ ትካል እዩ። ሲቪል ማሕበረሰብ ሱብሓ ሳዕሲዕ ዕዳጋ ሓሙስ ዝተሰምየ ማሕበር ንካልኦት ብስም ሲቪል ማሕበረሰብ ዝተጣየሻ ውዳበታት ትግራይ መርኣያ ዝኸውን ተግባር ገይሩ ተባሂሉ እዞም ኣባላት ሲቪክ ማሕበረሰብ ኣብ ከተማ ዕዳጋ ሓሙስን ከባቢኣን ዝርከቡ ደቆም ብምስዋእቲ ንዝሰኣኑ ወለዲ እናተዘዋወሩ ወፍሪ ዓፂድ ይገብሩን የተባብዑን ከም ዘለዉ ተፈሊጡ።
ዝሕግዘን የብለንን ግን ድማ እዚ ሲቪክ ማሕበር እዚ ንዕዕን ንምሕጋዝ ኢሉ ብዙሕ ጉዕዞ ተጓዒዙ መፅኡን እዮሞ እዘን ትሪእዎን ዘለኹም ወላዲት ወይዘሮ ዘውዲቱ ድማ ያው ሓጊዝና ድሕሪ ዓፂድ እውን ብዓፂድ እውን ሓጊዝኒ እዚ ሲቪክ ማሕበር እዚ ብምቕፃል ድማ ናይ ሰለስተ ሽሕ ቅርሺ ሓገዝ ገይርና እኔና እሞ

መንእሰይ ኣፍሪካዊ መራሒ ኢብራሂም ትራውሬ ደሞዝ ኩሎም ሚኒስትራትን ላዕለዎት ሰበ ስልጣንን መንግስቱ ነክዩ እዚ ንካያ ደሞዝ ናይ ገዛእ ርእሱ እውን ሓዊሱ እዩ እቲ ኣፍሪካዊ መራሒ ኣብዚ እዋን ኣብ ሃገሩ ደሞዝ ከይውሰኽ እግድ ከም ዘንበረውን ተፈሊጡሎም። ዜና ዕረፍቲ ንሰላሳን ክልተን ዓመታት ኣብ ትካል ድምፂ ወያነ ትግራይ ኣብ ዝተፈላለዩ ዘፈራት ሚድያ ዝሰርሑ ጋዜጠኛ መምህር ብርሃነ ፀጋይ ዓሪፎም ተጋዳላይ መምህር ጋዜጠኛ ብርሃነ ፀጋይ ካብ 1982 ዓ ም ጀሚሮም እዮም ናብ ድምፂ ወያነ ትግራይ ተፀምቢሮም ጉንበት 8 1945 ዓ ም ዝተወለዱ መምህር ብርሃነ ፀጋይ ሃንደበት ብዘጋጠሞም ሕማም ናብ ጥቅምቲ ዓሰርተ ሰለስተ ክልተ ሽሕን ዓሰርተ ሸሞንተን ዓመተ ምህረት ዘውግሕ ለይቲ ዓሪፎም። ስነ ስርዓት ቀብሪ ምኩር ጋዜጠኛ ብርሃነ ጸጋይ ሎሚ ጥቅምቲ ዓሰርተ ሰለስተ ክልተ ሽሕን ዓሰርተ ሸሞንተን ዓመተ ምህረት ድሕሪ ቀትሪ መሳርሕቶምን መሓዝቶምን ሓለፍቲ ሚድያን መንግስትን ኣብ ዝተረኸብሉ ኣብ ቤተ ክርስቲያን እንዳ ገብርኤል ተፈጺሙ። ጋዜጠኛ ብርሃነ ጸጋይ በዓል ሓዳርን ኣቦ ክልተ ቆልዑን ከም ዝነበሩ ህይወት ታሪኾም የረድእ። ጽንዓት ንቤተሰቦምን ንመላእ ፈተውቶምን መቕርቦምን ተመኒና ንኦም ድማ መንግስተ ሰማይ ከዋረሶም ንምነ። ኤርትራውያን ስደተኛታት መርኣያ ዝኸውን ብሉፅ ሰብኣዊ ስራሕ ሰሪሖም መዘራረብ ዓለም እውን ኮይኖም ሓለዋ ዶብ ቤላሩስ ሓደ ሬሳ ዝተሰከሙ ክልተ ኤርትራውያን ስደተኛታት ኣብ ሰሜናዊ ክፋል እቲ ሃገር ከም ዝረኸበ ምስ ላቲቪያ ዘዳውብ ዞባ ብራስሎቭ ከም ዝተረኸበ እውን ግልፂ ገይሩሎም እቶም ብተርጎምቲ ተሓጊዞም ኤርትራውያን ምዃኖም ዝገለፁ ስደተኛታት ኣብ ላቲቪያ እኳ ኣትዮም እንተነበሩ ኣብ ላቲቪያ ወታደራዊ ክዳን ብዝገበሩ ሰባት ተወቂዖም ሞባይሎም ተሓዲጎም ብብረት እናተፈራርሑ ኣብ መኪና ስቂሎም ኣብ ዶበ ቤላሩስ ከም ዝደርበይዎም ሓቢሮም እቲ ኣብ መንገዲ ዝሞተ ወዲ 29 ዓመት መሓዝኦምን መጓዕዝቶምን እውን ብሰንኪ እቲ ኣብ ልዕሊኦም ዝበፅሐ መጥቃዕቲ ከም ዝሞተ ንፖሊስ ቤላሩስ ገሊፆም። መርመርቲ ዞባ ቤላሩስ እቲ ተሸኪሞሞ ዝነበሩ መጓዕዝቶም ምሟቱ ብምርጋፅ እቶም ክልተ ኤርትራውያን ስደተኛታት ዘድሊ ሕክምናዊ ሓገዝ ናብ ዝርከበሉ ማእኸል ጥዕና ከም ዝተወሰዱ ክፍለጥ ተኻኢሉ ኣሎ ብዘይካዚ ተወሳኺ ምርመራ ንምክያድ ኮሚቴ ክፍሊ ዞባ ብራስሎቭ ነቲ ሬሳ ይምርምሮ ምህላው ገሊፆም ነዞም ከምዚ ዝፈጸሙ ኤርትራውያን ክሳብ ሞት እሙን ኩን ዝብል ቃል ብግብሪ ዝፈጸሙ ካብ ነብሰ ፍትወት ብጻይነት ዘቐደሙ ዝብል ብብዙሓት ኣድናቖት እናተዋሃቦም ይርከብ። ክብራትን ፍትዋትን ተኸታተልትና ንምክታልኩም ኣመስጊና ሰላም ንህዝቢ ትግራይ፣ ሰላም ንኹሉ ወዲ ሰብ።